ትንዕቀካ ተሃልያ ኣብዚ ሕዚ ሰዓት ደስ ክብለካ እዩ ዝግባእ። ፍጹም ሕማቕ ስምዒት ክስምዐካ ንውሽጥኻ ከይትፈቕደሉ። ምኽንያቱ እቲ ትኽክለኛ ክብርኻ እተርእየሉ እዋን ሕዚ እዩ። ውሽጥኻ ተኣማሚኑ ብፍቕሪ ኣብ ዝቕጽለሉ እዋን ክብርኻ ኣይትሓስብን ንክብራ እውን ብዙሕ እተቐምጦ ገደብ ወይ ድማ እትሪኦ ረቋሒ ኣይክህሉን። ሰብ ምስ ነዓቐካ፣ ምስ ኣተንኮለካ ኢኻ እቲ ትኽክለኛ ዝግበእካ ዋጋ ክተርኢ እትኽእል። ስለዚ እዚ ከም መልዐሊ ነጥቢ ጌርካ ዓርስኻ እተኽብረሉ ዓብዪ ዝኾነ ዕድል እዩ። ግን ድማ ብድሕሪኡ ኣከያይድኡ እንድሕር ደኣ ክኢልካዮ ጥራሕ እዩ እታ ጓል ኣንስተይቲ ክተኽብረካ ዋላ እውን እቲ ትኽክለኛ ዋጋኻ ክተርኢ እትኽእል ሰብ ድሕሪ ምንዓቑ እንድሕር ደኣ ዘይግባእ ባህሪ ወይ ድማ ልዕሊ መጠን ልመናን ፍቕርን ተርኢ ኮይንካ እቲ ርኢካ ዘሎ ንዕቐትን ክቕፅለሉ ክብርኻ ንከይርደኦ ዋጋኻ ንከይረኣዩ ብዝገደደ ዓብዪ በሪ ትኸፍተሉ ኣለኻ ማለት እዩ። ነዚ እየ ድማ ክትንዕቀካ ከላ ከምዚ ምግባር ጀምር ኢለ ሓሳብ ሒዘልካ መፅየ ዘለኹ። እዞም ሓሳባት እዚኣቶም እንድሕር ደኣ ተጠቒምካሎም ኮይንካ ዓርስኻ ክተኽብር ኢኻ። እታ እተፍቅራ እትደልያ ጓል ኣንስተይቲ እውን ብኽብሪ ንኽትቕፅል ክትገብራ ትኽእል። እንተዘይኮይኑ እውን ዘየድልየካ ርክብ ምዃኑ እውን ንክርደኣካ ክትገብር ትኽእል እቲ ውሳነ ናትካ እዩ ንዓይ ግን ክሳዕ መወዳእታ ሓቢርካኒ ጽናሕ እሞ እቶም ክጠቕሙኻ ዝኽእሉ እዮም ኢለ ዘምጻኹልካ ሓሳባት ብነጻ ውሰድ ጥራሕ እዛ ቪድዮ ላይክ ብምግባር ቻናል እውን ሰብስክራይብ ብምግባር ጥራሕ ማለት እዩ ሓቢረኩም ዝጸንሕ ሰናይት እየ ሰናይ ምክትታል ጓል ኣንስተይቲ ክትንዕቀካ ከላ ክትገብሮ ካብ ዘለካ ቁጽሪ ሓደ ድላያ ክትዛረብ ፍቐደላ ሰብ ኣብ ዝሐሸ ደረጃ እየ ዘለኹ ኢሉ ክሓስብ ከሉ ንሰብ ኣትሒቱ ክርኢ ክጅምር ከሉ ኣነ ልዕሊ እቲ መጻምድ እየ ወይ ኣብ ጥቓይ ካብ ዘሎ ሰብ ንላዕሊ እየ ኢሉ ክርኢ ከሉ ንምንም ነገር ኣይጥንቀቕን ከም ድላዩ ይዛረብ ኣብ ምንም ክበጽሕ ኣይኽእልን ኢሉ ስለ ዝሓስብ እውን ከም ድላዩ እዩ ኣክት ዝገብር። ኣብዚ ሰዓት እዚ እቲ ዝተነዓቐ ኣካል ነቲ ዝንዕቕ ዘሎ ወይ ድማ ልዕሊ መጠን ዓርሱ ዘግንን ዘሎ ሰብ ከም ድላዩ ውሽጡ ንኸንብቦ ይጠቅም ዶ ይጠቅምን ንክሪኦ ኣብ ህይወትካ ምጽናሓ እንታይ ዓይነት ፋይዳ ክትበካ ከም እትኽእል ንኽትግንዘብ ኢሉ እውን ጽልኢታ ንኽትርድኦ ብግልጺ እትርእየሉ ዕድል ዝህበካ እዩ። ስለዚ ከም ድላያ ትዛረብ፣ ውሽጣ ተገንዘቦ፣ እንታይ ዓይነት ሰብ ምዃና ብግልጺ ንኽትርኢ ግበራ። ሓቀይ ሰብ ናይ ውሽጡ እንድሕር ክትፈልጦ ደሊኻሲ ካብ ኣፉ ኢኻ ክትርዳእ እትኽእል። ናይ ማንም ሰብ ውሽጢ ክሽምደድ ወይ ክግለጽ ኣይኽእልን ተዘይተዛሪቡ። ስለዚ ድላያ ተዛሪባ ከም ድላያ ኣክት ትግበር። እቲ ትኽክለኛ ክፉእ ባህሪኣ ድማ ብግልፂ ተገንዘቦ። እዚ ነገር እዚ ንመፃኢ እቲ ትኽክለኛ ውሳነ ንክትውስን ዝሕግዘካ ስለ ዝኾነ ትኽክለኛ ባህሪኣ ማንም ኣየድልየንን ኢላ ኣብ ትሓስበሉ ንውልቃዊ ስምዒታ ዓብዪ ቦታ ኣብ ትህበሉ ሰዓት ጥራሕ ኢኻ ብትኽክል ክትግንዘቦ እትኽእል። ስለዚ እዚ ሰዓት እዚ እቲ ትኽክለኛ መንነታ ፍንትው ኢሉ ንክረኣየካ ዓብዪ ዕድል ክትህቦ ኣለካ ገለገለ ሰባት ሰብ ክንዕቆም ከሎ ብፍላይ ድማ መፃምዶም ክትከውን ከላ ቅንዕንኦም ወይ ፍቕሮም ንከረድኡ ብዙሕ እዮም ዝዛረቡ መሊሶም ንክነዓቑ መሊሶም ንክፅልዉ ባዕሎም እቲ መንገዲ የደላድሉ ብዙሕ ምዝራብካ ወይ ብዙሕ ዓርስኻ ክተረድእ ምፍታንካ እትነዓቕ ሰብ ከም ዘይኮንካ ክተርኢ ምድላይካ ምንም ዝውስኸልካ ቫልዩ የለን ስለዚ በቃ ፍቐደላ ትኽድ ትመንገዲ ትኽዶ እቲ ትኽክለኛ ባህሪኣ ድማ ንስኻ ንክትርኢ እቲ ዕድል ፍቐደሉ ወይ ድማ ንክኸውን ግበር ካልኣይ ድማ እዚ ንዕቐት ካብ ምንታይ ዝመንጨወ ከም ዝኾነ ፍለጥ ሕዚ ኣብ ቁፅሪ ሓደ ድላያ ክትዛረብን ከም ድላያ ኣክት ንክትገብርን ፍቐደላ ኢለካ ኣለኹ ክትሰምዓ ከለኻ ናታ ክፉእነት ወይ ድማ እቲ ሕማቕ ባህሪኣ ንምርኣይ ጥራሕ ክኸውን የብሉን። ሓደ ሰብ ክንዕቐካ ከሎ ወይ ድማ ኣብ ልዕሌኻ ሕማቕ ባህሪ ከርኢ ከሉ ብዘይ ምንም ምኽንያት ዝመጽእ ኣይኮነን። ኩሉ ምኽንያት ኣለዎ እዩ። ወይ ልዕሊ መጠን ፍቕሪ ስለ እተሪኣ እዩ፣ ወይ ንነብስኻ ስለ ዘይተኽብር እዩ፣ ተዘይኮይኑ ኣብ ዝኾነ ሰዓት ስለ ዘቐየምካያ እዩ፣ ነብሳ ልዕሊ መጠን ኣግኒና ንኽትግንዘብ ስለ ዝገበርካያ እዩ። ካብዞም ምኽንያታት እዚኣቶም ሓደ ውሽጣ ንኽተግንን ንዓኻ እውን ኣትሒታ ንኽትርእየካ ዝገበራ ምኽንያት ኣሎ። እዚ ምኽንያት እዚ ድለዩ። እዚ ነገር እዚ ንምንታይ ይጠቕመካ መሲልካ? ሓደ ንመጻኢ ንኻልኣይ ግዜ ከይትሰሓሓት፣ ካልእቲ ጓል ኣንስተይቲ እኳ ክትቀርብ ከለኻሲ እዚ ባህሪ እዚ ፈሊጥካዮ ንክትእርሞ፣ ካብኡ ድማ እቲ መሰረታዊ ጸገማ ወይ ድማ ብድሕሪ ቃላታ ዘሎ ምኽንያት ትኽክለኛ ክነዓቕ ዝገብረኒ ምኽንያት ድዩስ ዋላስ ሕማቕ ባህሪ ስለ ዘለዋ እዩ ዝብል ንኽትግንዘብ ስለ ዝገብረካ ቃላታት ጥራሕ ኣይትስማዕ። ገለገለ ሰባት በቃ ሕማቕ ቃላት ክዝረቦም ከለውን ውሽጦም ጎዲኦም ኣይግበአንን ኢሎም ወይ ክፍእቲ እያ ኢሎም ንነብሶም ልዕሊ መጠን ዋጋ ብምሃብ ማለት እዩ ምንም ክእረሙ ኣይደልዩን ወይ ድማ ኣብ ሂወቶም ፀገም ከም ዘሎ ክፈልጡ ክሓስቡ ኣይደልዩን ኣብ ፍቕራዊ ሂወት ዓይነት ስሕተት ኣለኒ ዝብል ክሪኡ ኣይደልዩን እዮም። ገለ ገለ ሰባት ድማ ሕዚ እውን ንተን ቃላት ጥራሕ ብምስማዕ ናይ ማን ከም ዝበደሉ ሕማቕ ነገር ከይገበረ ከለዉ እውን ሕማቕ ነገር ክትዛረቦም ከላ መጻምዶ ናይ ማን ንክኣምኑ ድሕሪ ቃላታ ዘሎ ትኽክለኛ ባህሪኣ ንከይርድኡ እቲ ትኽክለኛ ምኽንያት ንከይርኡ ስለ ዝገድቦም ናይ ግድን መሰረቱ እንታይ እዩ እዚ ንዕቐት እዚ ካበይ ዝመንጨው እዩ ዝብል ድሕሪ ቃላታ ዘሎ ትኽክለኛ ስምዒታ ክትፈልጦ ኣለካ ፍቕሪ ስለ ዝለገስካላ ከም ዝትኸውን ተልያ እቲ ፍቕሪ ልዕሊ መጠን ጌርካዮ ኣለኻ ማለት እዩ ቀንሶ ነብስኻ ዘውረድካ መሲሉ ተተሰሚዕዋ እሞ ከም ዝመስል ቃላት ተተዛሪባ ምስ ካልኦት ወዳት እንድሕራ ነፃፂራትካ ኮይና ድማ እዚ ነገር እዚ ክትኽእሎ ከም ዘይትኽእል ተነፃፂርካ ክትወፁ ከም ዘይትኽእል ተረዲእኻ ዓርስኻ ንኽተግልል ዝሕግዘካ እዩ። ሳልሳይ ድማ መልሲ ዘይምሃብ ወይ ድማ ኣብቲ ጭቕጭቕ ወይ ኣብቲ ንዕቐት ዝተመልኦ ድራማ ዘይምስታፍ። ሕዚ መብዛሕትኦም ኣወዳት ክነዓቑ ከለው ከምቲ ዝበልኩኹም ውሽጦም ከረድኡ ይፍትኑ። ዝነዓቑ ሰባት ከም ዘይኮኑ ክገልጹ ይደልዩ። ውሽጠይ ተረድኡለይ ብዝብል ልዕሊ መጠን ዓርሶም ግልፂ ክገብሩ ይደልዩ። ገለገለ ወዳት ድማ ከምታ ንሒቓትኒ ዘላ ሕነይ ተዘይፈድየ ኢሎም ኣብ ዘይለ ድራማ ይኣትዉ፣ ክትምጥኖም ምስ ዘይትኽእል ጓል ኣንስተይቲ ስታክ ብምግባር ህይወቶም ናብ ካሊእ ስጉሚ ንከይኸይድ ይገብሩ። እቲ ብቐሊሉ ክፍታሕ ዝግብኦ ዝነበረ ፀገም ድማ ኣግኒኖም ኣኽሪሮም ኣኽሪሮም እታ ገመድ ከም ዘይትፍታሕ ገይሮም ንክትልቆም ይገብርዋ ስለዚ ንዝንዕቀካ ሰብ ወይ ድማ ኣትሒቱ ንዝርእካ ሰብ መልሲ ምሃብ ገዲዱ ወይ ድማ እቲ ጉዳይ ኸሪሩ ዝበለፀ ንክንዕቑኻ ዝበለፀ መውቅዕ ሓሳብ ንክረኽቡ ድሩእኮ ኢለ ነይረ ዝብል ሓሳብ ንከኽይዱ እዩ ዝገበር ስለዚ መልሲ ብዘይምሃብ ዓርስኻ ካብቲ ድራማ ነፃ ግበር ደሓር እኳ ጣዕሳ ክስምዖም እንድሕር ደኣ ትደሊ ኮይንካሲ በዚ መንገዲ እዚ ጥራሕ ኢኻ ጣዕሳ ንክስምዓ ክትገብራ እትኽእል። እቲ ራብዓይ ድማ ምስዓብ ደው ምባል ወይ ድማ ከምዚ ምክትታል፣ ምልማን፣ ፍቕሪ ንክህቡኻ ምምሕጻን ደው ብል። እዛ ባህሪ እዚኣ ናይ ደቂ ሰባት ባህሪ እያ። ክንረኽቦ ዘይከኣልና ወይ ኣብ ኢድና ክነእትዎ ዘይከኣልና ነገር ኣብ ኢድና ንክኣቱ ዘይንገብሮ ነገር የብልናን። ሚስጥር መሲሉ ዝተሰመዐና ወይ ዝተቋፀረ ነገር እንተልዩ ድማ ኣብ ውሽጡ እንታይ ከም ዘሎ ንምፍላጥ ዘይንፍንቅሎ እምኒ የለን፣ ፈትሒና እውን ክንርኢ ንደሊ ኢና። ሓንቲ ጓል ኣንስተይቲ ክትንዕቀካ ከላ ምኽንያት ንዕቐታ ንምፍላጥ ክትብል ክተፍቅረካ ክትገብር ክትብል ስታክ ትኾኖ ነገር ኣሎ ኣብ ሓደ ሪሌሽንሽፕ ነዚ እዩ ንወዲ ፍቂረካ ይበሃልን ንወዲ ዓሰርተ ግዜ እናደወልካ ምስኡ ግዜ ምሕላፍ ኣየድልን ንወዲ ኩርዕ ተበልካሉ እምበር እናበላ ደቂ ኣንስትዮ ከም ናይ ፍቕሪ ኣካል ገይረን ዝገልፅዎ ሓሳብ ዝሕዛ ካብ ባህሪኣ ምሳኻ ንምፅናሕ ድሌት ከም ዘይብላ ተተገንዚብካ ዋላ እውን ትንዕቐካ ከም ዘላ ክትርዳእ ከለኻ ንነብስኻ እቲ ዝግብኣ ክብሪ ሃባ እቲ ዝግባኣ ቦታ እውን ሃባ ክትፍቀር እዩ ዝግባኣ ነብስኻ ስለዚ ክተፍቅራ እትኽእል ጓል ኣንስተይቲ ክትደሊ ጀምር ንዘይተፍቅረኒ ክትኾነኒ ምስ ዘይትኽእል ምጽንሐይ እንታይ እዩ ከስብበል ምልክዕቲ ድያ ሼፓ ብጣዕሚ ደስ ዝብል ዋላ እውን ፅፍፍቲ እያ ወይስ ቀያሕ ተዘይኮይኑ ፍልጥቲ ኣብ ሶሻል ሚድያ ብዙሓት ወዳት ዝፈትዋ ዋላስ ሰለስተ ኣርባዕተ ዓመት ስለ ዝጸናሕኩም ግዜኻ ክትከስሮ ኣይደለኻን ወይ ድማ ብዙሕ ገንዘብ ኢንቨስት ስለ ዝገበርካላ ክትከስራ ኣይትደልን እዛ ጓል ኣንስተይቲ እዚኣ እዞም ምክንያታት እዚኣቶም ብምልኦም ኦሮማይ ዝፈሰሰን ንድሕሪት ዝጎሰካ ንመጻኢ ምንም ጥቕሚ ዘይብሉ ንድሕሪት ጥራሕ ዝስሕበካ ሓሳብ እዩ ካብ ምክንያት ሓሊፉ ድማ ምንም መፍትሒ ክህበካ ዘይኽእል ምህዳንን ምስዓብን ደው ክተብል ከለኻ ግን እቲ ትኽክለኛ ክብርኻ ዝረአ ክሳዕ ሎሚ ዝገበርካዩ ፅቡቕ ነገር ተልዩ ድማ እቲ ዝገበርካዩ ፅቡቕ ነገር ንኽትግንዘቡ ዝገብር እዚ ብምግባር ጥራሕ ኢኻ ክብርኻ ክትሕሉ ትኽእል እቲ ናይ መወዳእታ ነጥቢ ድማ ንህይወትካ ገደብ ግበረላ ቅድመ ሕዚ ህይወትካ መንገድኻ ልዕሊ መጠን ክፍቲ ስለ ዝነበረ ከም ድላይ ኣትያ ክትሕብሩ ስለ ትኽእል ድላያ ሒዛ ድማ ከም ድላያ ክትዕዘበካ ከም ድላያ ክትኸውን ከም ድላያ ኣክት ክትገብር ከም ድላያ ክትዛረብ ቀልደ ምሲላ ድዩ ብቑም ነገረ ምሲላ ድዩ ዝኾነ ዝጠቅምን ዘይጠቅምን ኣብ ልዕሌኻ ክትዛረብ ስለ ዝፈቐድካላ ሎሚ እዚ ሕዚ ምፅያቱ ዘላ ባህሪ ክትውንን ጌርካያ ኣለኻ ሓደ ግዜ ሰብ ክንዕቀካ ከሎ ግን እቲ ትኽክለኛ ባህሪኡ ምስ ተገንዘብካዮም በቶም ዝነገርኩኻ ኣርባዕተ ነጥብታት ኣቢልካ ውሽጣ ምስ ፈለጥካያ ትኽክል ከም ዘይኮነ ተገንዚብካ ንህይወትካ መስመር ክተዳሉ ይግባእ እዞም ሓሙሽተ ነጥብታት እንድሕር ተኸቲልካ ግን እቶም ዝናዕቑኻ ዋላ እውን ጓል ኣንስተይቲ ኮይና መፃምድኻ ሕማቕ ባህሪ ተርእካ ተልያ መሊሳ ክተኽብረካ ተዘይኮይኑ ድማ ኣብቲ ሕዚ ዘሎ ርክብኩም ውሳነ ንምውሳን ክቕፅል ይኽእል ዶ ይቕፅልን ዝብል ሓሪፍ ዝኾነ መንገዲ ንምርኣይ ዝጠቕሙኻ ሓሳባት እዮም ጠቂሞሙኻ ከም ዝኾኑ ተስፋ እገብር። ጠቂሞሙኻ ተኾይኖም ላይክ ብምግባር ኣረጋግጸለይ ኢኻ። ኣብ ቀጻሊ ካልእ ሓሳብ ሒዘልኩም ክመጽእ እየ። ሓቢረኩም ዝጸናሕኩ ሰናይት እየ። ሰላም።